ዝገበር ነገር የለን ብዙሕ ፀገማትን ሽግራትን ከጋጥም ይኽእል እዩ ግን ኣነ ክብድሆ ስል ጥራይ ዘለኒ ያ ይኣክል ዶ ቀፅል ናበይ ክቐፅል እንታይ ክቐፅል ሕጂ ኸ ካልኣይትኻ እንታይ ትብል ሳልሰይት ናይ መወዳእታ
ሳልሲት ናይ መወዳእታ እትየን ምሳይ ታትዋ ዋንዳትን መስሓቲ ኣነ ናይ ዲያናይ ምሳይ ከይታትዋ ቀልጠፍ ዓሰርተ ግዜ
እዘን ካልኦት ኣዋል እተኣትዋ መስሓቲ ስለ ዝኾንክን ምሳይ ከይትኣትዋ እተን ካልኦት ኣጓል እተኣትዋ ናይ ዲያና የበል

ኣነይ ለካ እታ ምሳይ ትኣትዋ ዋልት ኣንክ መስሓቲ እያ ምሳይ ከይታትዋ ኣነ ናይ ድያናይ እቲ ምሳይ ትኣትዋ ዋልት ኣንክ መስሓቲ ኣነ ናይ ድያናይ ምሳይ ከይታትዋ በሊ ለካ ኣነ እተን ካልኦት ኣዋልድ ምሳይ ትኣትዋ ኣነ መስ ኣንቲ መስሓቲ ምሳይ ከይትኣትዋ ናይ ድያና ጥራይ እየን ኣተን ካልኦት ኣዋልድ ትኣትዋ ምሳይ ከይትኣትዋ ኣነ ናይ ድያና ጥራይ እየን እተን ካልኦት ኣጓልት ምሳዋይ ትኣትዋ ከይትኣትዋ ኣነ ናይ ድያና ጥራይ እየን እተን ምሳይ መስሓቲ ኢኽን መስሓትቲ እ መስሓትቲ ቀደም ን ኣዳም ኣሽሒትክንኦ ሕጂ ከኣ ንዓና ተሽሕታና ኣለኽን በጃኽን ግደፋኒ እ ግደፋኒ ግደፋኒ ግደፋኒ እ እ ዱካ ሒዝካያ ኣለኻ እዚኣ
ኣየንቲይ እንታይ ኢትካ ተምበርኪኹ እንድየ ዘለኹ እሞ ንምታይ ኮምት ትገብሮ ኣለኻ ፍንዎ ናበይ ክፍንዎ ዳማ ጋይስ ዳማ እስከ ኮመንት ክኸፍቶ እየ ዘዘው በል ትም ኢልካ
ዘዘው

የከም ያከም ሴት ብሮ እዚኣ ንዓኻ
ኩለኹም ሮቤል በሉለይ ጋይስ ኩለኹም ሮቤል በሉ ቴንክ ዩ ጋይስ በቃ ቴንክ ዩ ያ ቴንክ ዩ ጽቡቅ ሰሪድኩም ጽቡቅ ተዋጊኹም ነርኩም ግን ዕድል ኣይገበርናን ኦኬ እቲ ከዓ
ኣናይ በለ ደገ ውፃእ
ናበይ ደገ

ኣወ ረቢተይ ረቢ ዓይነይ ረቢየ ረቢተይ
እንዲያም እባ ጋይስ ሓዚብኩም እባ ፈንዎ ካልኦት ሰባት ሓግዝዎም እባ እዞም ሰብ እዚኦም ሰለስተ ሰብ ጥራይ ይዋግኡ ኣለዉ እዞም ሓደ ሰብ ይስዕሮም ኣሎ እተን ካልእ ታብታብ እባ ግበሩ ታብታብ ግበሩ ታብታብ ግበሩ ክንስዕራ መታን ታብታብ ፕሊስ ጋይስ ኩልኹም ታብታብ ግበሩ እንታይ ትኾኑ ኣለኹም ታብታብ ግበሩ
ኣብ ገዛይ ካብ ባዕለይ እንድታብ ታብ ገብር ኣለኹ ንዕናይ ንዕናይ ጋይስ ተዛለይ ስኻ
ኦኬ ታብታ ጎሩ ጋይስ በጃኹም ታብታ ጎሩ እዚኣ ክሳዕ ታብታ ትገብሩ ክሳብ ስፒድ ቻለንጅ መፅእ ንእሸይ ክሳይ ተዓፁ ኣደልዩ ኣለኹ ኦኬ
ወዲ ዓብዱ ወዲ ዓብዱ ቤላኻ ወዲ ዓብዱ ዓይነይ

ቴንክ ኩላኹም ቴንክ ዘይገድስ ኩላኹም ቴንክ ዩ ናናይ ኣነ ዕባራ ዳብል ክልተ ዳብል ዳብል ዳብል ጋይስ ኣብዚኣ ተጣፍኡ እንዲያሞ ስፒድ ቻለንጅ ክንመል መጀመርታ እንዲያሞ ጋይስ እንዲያሞ ጋይስ ኣነ እንዲያሞ ጋይስ ዓታት ኣይኮኑ ኣለዉ ንኺድ እባ ዕስራን ገለን ደረ ክሳይ ተሪፍና ንኺድ ጋይስ ፅንዒ ፅንዒ ፅንዒ እንዲያሞ ጋይስ ፕሊዝ ዓሳ የለን ዲታ ኣታ እንድያም እባ ጋይስ ኣብዚ ዳብል ኣብ ዳብል እባ ንተዓወት። ኣለ ርስበት ሶምየ ኩላኹም ቴንክስ ኣታ ንኺድ ኣንታ እንታይ ክንመውት ዲና ንኺድ እባ ቴንክስ እያ ንዓኹም ኣታ ንኺድ እባ ኢደይ ሂብ ኣለኹ ኣታ ኣታ ንዓኻ ኣታ ዓልቲ ነክሳቱ ኣቤል ማን ኣቤል ማን ሕጂ እስከ ስናይፕ ግበር በልዮም ኣቤል ማን ጋይስ ኣቤል ደሳለ ተገ- ደሳለ ሀዊ ቴንክ ዩ ቴንክ ዩ ቴንክ ዩ ተወዲ አቤል ማን ደሳለ ሓግዙ ደሳለ ሓግዙ ኣንበሳ ኣንበሳ ሰድድ የለን ኣንበሳ እንታይ ክብል ሕጂ ኣ- ወዲእካ ለሚን- ለሚንካ ለሚንካ ምስ ወዳእካ ከም ትብለን ኣለካ ምሽ ኣብ እቲ ዳብል ስለ ዝሓለፈ ኣብ ዳብል እየ ክትልምን እምበር ኣብ ኖርማል ዳ ስናይፕ ክገብሩ ጥራይ ኣለዎም ቴንክ ዩ ቴንክ ዩ ጋይስ ቀፅሊ
ኣነ ዕባራየይ ኣነ ምውቴይ ኣነ በልዐ በልዐ ገጅፍነ ቴ ወዲ ዓብዱ ቴንኪ ወዲ ዓብዱ ቴንኪዩ ኣነ ወዲ ዓብዱ ቴ ዝገብረሉ ወዲ ዓብዱ ቴንኪዩ ሳንክስ ያረ ኣንዳይና ዶታ ክትገብርሉ ንዕና እንዶ ንገርና እንታይ ኢና ክንብል ኣነ ዕባራየይ ኣነ ምውቴይ ኣነ በልዐ በልዐ ገጅፍነ ኣነ በቃ ከምኡ በልቲ ሚልካ ዓሰርተ ግዜ ኦኬ ጋይስ ትርእዩኒ ኣለኹም ኣነ ዕባረ እየ

ርእይዎም ሲክስ ፓክ ክትርእዩ ትኽእሉ ኢኹም ምናልባት ብጥሜት ድዩ ወጺኡ ብስራሕ ግን እንድዒ ኣነ ዕባራ መይተ እየ ተረሚሰ ኣለኹ ዘይቀልዓለም መግቢ ዘድልየኒ ፍጡር እየ ከልቢ ስዕሉ ዓረብ ኣይኮንኩን ኣነ ከልቢ ኤሪትራ ወይ ከልቢ ኣፍሪቃ ኮይነ ኣለኹ ኣነ ዕባራ እየ ፑሽ ኣፕ ጋይስ ስፖርቲ ኣበይ ትሰርሕ መዓስ ትሰርሕ ኣላ ሓንቲ ትሪእዎ ኣለኹም ኣታተይ ቴሌ ከረተይ ትገብር ኣለካ ስኻ ጥዕና ኣለዎ ድዩ ሰብዚ ሮቢየ ቴንክ ዩ ሃወይ ድማ ኖርማል ዝመርፃና ተረኸብና እና ኳና ቀፅና ንርእየን ዘለና ዋ እዚኣ ንዓኹም

ንእሸተይ ደንጒኻ እምበር ስዒረኪ እኮ እየ ነይረ ህጂ። ቴንኪ ደሳለ ሓወይ ቴንኪ ደሳለ ለከ ጠፊእኒ እና ከማን ከም ክሰደለይ ድዳሎ ዘለክ ብል ጸኒሐ ትፈልጥ ነብሰይ ክነግረን ጸኒሐ እምበር ከምዘይ ገድፈን ተኣማሚነ እየ ነይረ ቴንኪ ደሳለ ንዕና ሓወይ ኩዊን እለካ ኣለኩ ኩዊን ንዕና ይበል ኣዝኒ
ንደሳለ ታይ ትብሎ ንደ- ደሳለ ደሳለ ወዲ ኣድ ወዲ ወዲ ወዲ ኣትመን ሽሙ ዳ ወዳይ በስመ ኣብ ኣነስ ክስድድ ወዲ ኣድ ደሳለ መዓልታ አ ባሓ ዳሓን ወዲ ኣድም ን ወዲ ኣድም ን ደሳለ ን ን ሉሊ ን ሮቤል ንዚኦም ኩሎም ኣነ ናት ንዓኹም ኣነ ኣይክእለኩም እየ ይቕሬታ ኣነ ንዓኹም ኣይክእለኩም እየ ይቕሬታ መሲሉኒ እምበር ኣነ ንዓኹም ኣይክእለኩም እየ ትብሎም ቲንክ ኢልካ ከዓ ተመስግነለይ ምስኦም ቲንክ እንዲያ ናት ዘድላ ስለ ዘለኹም ትብሎም ሓደ

ንበዓል ዓብዱ ንበዓል ደሳለ ንበዓል ደሳለ ሒዘን ሓንቲ የደ ይኮን ምንም ቶሚ ቶም ሃማን ጠፊ ኢለ ሕጂ የለን እምበር እዚኦም ናተይ ጊፍተራት እዮም ኣነ እዚኦም ሒዘ ምና ወላ ሓንቲ የደ ይኮን ወላ ሓንቲ ኣብ ዜሮ ሰዓት ከም ስዕረካ እየ ዝኣምናነ ኣይትስዕራ
ክመፁ እኮ እዮም ከዓ እቶም ናተይ ክመፁ እዮም
ወሓዲት ሰበይትካ መፅያ ኣላ ስለለያ

ክዳንካ ግበር እንዲያ መጋቢት ክዳነይ ክገብር እየ ክዳነይ ክገብር ተኮይነ እንታይ ክገብር ኣለኒ እንዲያ መጋቢት ሰልዎ ወዲ ዓብዱ ቲንክ ወዲ ዓብዱ ዓይነይ ቲንክ ወዲ ዓብዱ ንወዲ ዓብዱ ሓግዝዎ ንወዲ ዓብዱ ሓግዝዎ
እንዲያ መጋይስ ሃሩር እዩ ዘሎ ሃሩር እዩ ዘሎ ክዳን ምግባር የድልን እንዲያ መጋይስ ወዲ ዓብዱ ሓግዝዎ ጋይስ ሞይተ ድየ ገለ ኡፍ ትብል ኣላ ሓንቲ ሽኮር ንድያ እንዲያ መጋይስ ክዳንካ ቅደድ ቀዲደ እንደ ዘለዋ ክዳነይ ደኣ
ከናቁዱ ዶ ኢና ጋይስ ንዑናይ ጥራሕ
ሞባይለይ እኮ ደሪቓ ብታብታብ እተን ሞባይላትኩም ዝደረቓ ግደፉ ብታብታብ ኣይትግበሩ ክዳንካ ግበር እንዲያማ ጋይስ እንዲያማ ባ ጋይስ እዚኦም ክልተ ሰባት ጥራይ ክስዕሩ ንዓና ብግፍተ ብግፍቲ ክልተ ሰብ ሽሕን ሓደን ክ- ናይ ሰለስተ ሽሕ ሰብ ሰለስተ ሽሕ እንታይ ትገብር ኣለኻ እንታይ ትገብር ኣለካ ኣብዚ ገዛ ስኢልካ ተኣኪብካ ታብታብ ወር ሸር ኮፕሊንግ ሸር ግበርዎ ሸር ግበርዎ ሸር ግበርዎ እንዲያ መጋስ ዕስራን ሰለስተ ፍላወር በጃኹም ስፒቻል ንምዳዮ ንኺድ እስካ ሓንቲ ሓንቲ ቴንክ ዩ ማይ ፍሬንድ ሰብ ትብል ዘለካ ኣብ ዳብል ብራዘረይ ኣብ ዳብል ኣብ ዳብል ዳኒ ሰብ ትብሉ ዘለኹም ኣብ ዳብል ሕጂ ፍላወር ጥራይ ንምላእ ንኺድ ሓንቲ Respect guys, respect. ዮርዳ ቴንክ ዮርዳ Respect.
ዕንጨይቲ ቴንክ ዩ ብሮየ ፍላጥ ዕንጨይቲ ቴንክ ዩ ኩላኹም ቴንክ ዩ ሄጓ Respect. ሄጓ ወዲ ዓዱ ኩላኹም ቴንክ ዩ Respect, respect, respect, respect. ሕጂ እዚ ሰለስተ ዳብል እዩ ሰለስተ ዳብል ሓደ ዓሳ ተሰዲድካ ሰለስተ ሰለስተ ዓሳ ኮይኑ ይመጽእ ናብዚ ገዛ ቴንክ ዩ ቴንክ ዩ በጃኹም ኣኒማል ኣኒማል ናፊቐ ኣነ ኣኒማል ናፊቐ የለን በቃ ጥዑይ እንስሳ ዝበሃል ስኢነ ብዘይካ ዓሳ ኣኒማል ናፊቐ ኣነ ቴንክ ዩ ኩላኹም Thank you. Guys, ሱበይ በፂሑልና ኣሕና በይ በፂሕና ልንራዮ ካሜራማን ናተይ መፅዩ ካሜራማን ናተይ መፅዩ መፅዩ ካሜራማን ሓደ ቀቢላ ይሰድልካ ኣለዉ ይብላ ኣሎ ፅና ፅና ኤርቦ ይትብ ዘለካ ኣብ ዳብል ኣብ ዳብል ጋይስ ኣብ ዳብል ሕጂ ወጀኹም እንዲያማ ሕጂ እስከ እንዲያማ እስከ ዳብል ኣብዚ ቀቢላ ድዮም ዋላ ገለ ድዮም ዝኾነ ሰብ ስደዶ ጥራይ ኣብዚ ገዛ እንዲያማ ጋይስ እንዲያማ ጋይስ ሕጂ ዳብል ንኺድ ቴንኪዩ ብራዘረይ ቴንኪዩ ቴንኪዩ እንዲያማ ጋይስ ሰለስተ ዳብል እዩ ሰለስተ ዳብል ካልእ ሰብ ሓግዝዎም ካልእ ሰብ ሓግዞም እዚ ክስዕር ኣለኒ thank you መኒታ ፈኒዎ ፈኒዎ ማን thank you ኣቤል ኣቤል ኣቤል እንዲያሞ ሰለስተ ዳበል ሰለስተ ዳበል ንኺድ እስከ ንኺድ ቶክ ኢትስ ቶክ where are you where are you where are you እንታይ ኾን ኣለዉ ዳ

ጓል ኣርሰን ኣርሴማ ጓል ኣርሴማ ኣቤል ሰብ ዋን ሞር ታይም ማይ ፍሬንድ ፍቅሪ ምስ ኩሉ ሲሞና ናሆም ፒስ ሚኪ ሜሪሕ ጋይስ ጋይስ ጋይስ ጋይስ ጋይስ ዊ ዊ ዊ ሰይ

ንምንታይ ኢኻ ግን ትበክይ ኣንዳዊት ዝገርመኒ ኣንበሳ ደልካ ኣንበሳ መጺእካ ድዩ ኣነ በኸ ኣነ በኸ ዝበልክን ንኽዘዝ ምሽ ውዒለ ነይሩ ቅድሚ ሕጂ በንበሳ ቀይርካዮ ሎም መዓንቲ እሞ ኣንበሳ እዚ ዋጋ ክንደይ ድዩ ኣይመጠን ኣንበሳ ባ እተው በጃኺ ኣይ ኣቱን እየ ኣንበሳ ደ- ኣይመጠን ኣንበሳ ግርም ዓዘር ዘሽ ኣምልካ ወሲደ እየ ንልዕሊ ከማን ወሲደ እየ ግን እቶ ኢለካ ትልካኒ በንበሳ ኢልካኒ ኣንበሳ እዩ ስደዶ ክኣትወልካ ሓማም
ኦከ ንሕና ኣብ ሽቓቕ ኣቲኺ ዓሰርተ ግዜ ኡይ በለ ቁንቁላ ኣፍኪ ኮንኪ ሓደ ሓደ ከምኡ ሓደ ከዓ እዚ ምሳኺ ዘሎ ክዳን እዚኣ ናይ ላዕሊ እዚኣ ነዚኣ ቅደድለይ
ጊፍት ናይ ሰቢታ ኣይፈልጥን እየ ጊፍቲ ይኹን መንደፍ ይኹን ናይ ሓደ ይኹን ናይ ሓትነኽ ይኹን ጉዳይ ኣይኮነን ሳልሳይ ሳልሳይ እንታይ ትገብሪ ሳልሳይ እንታይ ትገብሪ ቀይረላ ሓቃ እያ ኦኬ ቀይርና ኣለና ሳልሳይ እንታይ ትገብሪ መሲልኪ ኦኬ ሳልሳይ ሓደ ኡይ በሊብሻ ኢልካ ንድሕሪ ኢኻ ድሕሪ እዚ ክዳን እዚ ትቀድዮ መቐስ ጌርኪ ከምኻ ቀይድካለይ ነዚኣ ቀይረልክን እየ እታ ክዳን ክትቅደር ድልየ ኣሎ ኣብ ዝባንኪ ኩነት ን ክትፍጠር ኣብ ዝባንኪ ድዮም ሰፍዮም ሂቦምኺ ንፌደራል ክትከድያ ኢኺ ካልእ ሳልሳይ እንታይ ትገብሪ መሲልኪ ሳልሳይ ሳልሳይ ሳልሳይ ሳልሳይ እንታይ ክትገብር ትኽእል ፀጉርኺ ድዩ እዚ ናትኪ ኣንቲ ገለ ወቲፍክሉ ተለኹ እዚ ዶ ይኸውን ናትኪ ደኣ ወቲፈሉ ኣለኹ
ኣዎ ፍሉጥ እንድዩ ኦኬ ካልእ እንታይ ትገብሪ ክትገብሪ ትኽእሊ ጓለይ ንስኺ ዘይቲ ይብሉ ኣለዉ ገሊኦምስ ጥቕልል ከብሉ ክትደልዩ ግድእም ዘይቲ ስትዮም ክዕው ከብለ ኢሎም እኮ እዮም ክረግሙ
ኡይ
ብርእሳ ትተኸለ ወይ ጉድ ርኢና ኦኬ ጸጸይታ ክትገብሪ ትኽእሊ ዳሞ ኣሃ ኦኬ እ፣ ጽ- ጽፍሪ ጽፍሪ ቁረጽ ዋላ መጋዝቲ ብገለ ይፈልጥኒ ዋጋ ክንደይ ዳዊት እዩ ዝፈልጥ ዲኻ ዋላ ዋጋ ዓሰርተ ሓሙሽተ ሽሕ ይኹን ኣይፈልጥኒ እዎ ኣና ቀልጥፍ ካብ ፈለስ እያ ሓንቲ

ዳዊት። ዳዊት። ፈትወኒ ኢኻ ምሽ ዶ ይትርእየኒ ኢኻ ዶ ናብዚ ገጸይ እንዲ ዘለኹ ዶ ኣየደንግጸካን እየ ዶ ንምባል ኣይትደልየኒ እዚ ዘረባታትዚ ረብሪበ ገዲፈዮ እተውለይ እተዊ ምኒን እንታይ ዓይነት ጓል ተስዓ ዓመት ዝኾነት ሰበይቲ እያ ኣንታ እዚኣ።
ኣለኹ
ክቀዳ እየን እዚኣ ክዳን ክቀዳ እየን።
ተርበያ ድሓር ከዓ ድሓር ከዓ ፅፍረይ ክሰደ እየ ትብሉ ትኾኒ ቀልጥፊ
ክዳን ዶ ክቕይር ዳዊት ካልእ ክዳን ክመርጥ እንታይ ደኣ ኣብ ቅድሚ ካሜራ ክትቀድዮ
ነይ ማለት እስካል ክዳን ዶክ ኖ ኖ ምሳኺ ዘሎ ጥራይ ንሳ ጥራይ ትኾን ዘለዋ ካልእ ክዳን እመ ናብ ዝባንኪ ግበሪ ናብ ነብስኺ ምለሲ ሽዑ ንዓ ኣምፂኺ መቐስ ጌርኪ ዲኺ ካራ ጌርኪ ቁርፅ ቁርፅ ነይ ነይ ካልእ ክዳን ብለካ ኣሎ ካልእ ክዳን ክመርፅ ከሎ ዋ ኣብ ዝባንኪ ዘሎ ዘይቀደድክስ ካልእ ክዳን ነናይ ጥራይ ሓሙሽተ ዓመት ዝመለሰቲ ክዳን ቀይራ እኳ ተምፀለይ ንስ ደኣ የጓሓፈኪ እየ ዘለኹ እምበር መዓስ ትቐድዮ ኣለኺ ንሕና ኢዳ ጉድ እኮ እየ ረኺበ ሓሙሽተ ዓመት ይመልስዎ ስኢሎም ፅባሕ ኣንጉሕፎ ድሕር ፅባሕ ኣንጉሕፎ ኢሎም ዝስክዕዎ ክዳን ኣምፂኦም ገዚ ቀደል ከብልኻ ደቂ ሹቕ ግደፊ ደኣ እዚ በዓል ላቕዋም ዩሮ ምነ እም ብስም ግርህነትና ንዕናይ

ኣንቲ ንሕናይ እንደ ኣንቲ ጽቡቅ ጌርኪ ቅደድዮ እስኺ ገለ እኮ ይህልወኪ ኣብ ቅድሚ ኣምላኽ ዳዊት ኣብኒ
ዋ ተበሊሕ ናብ ናብ ካራ ኣለ ናብ ከብድኺ ናብቲ ክዳን ኣለ ናብ ከብድኺ ወ በቃ ጽቡቅ ጌርኪ ሕጂ ቅደድዮ ቀስ ጌርኪ ኣቲ ንዕባ ቅደድለይ ኣቲ ትበለኒ

ኣንታ እዚ ንሳ ድያ እታ ክዳን በጃኹም ሓብሩና ኣሎ ምስቲ ኣይትፈልጥ እንዲኻ ክዳን
እንታይ ዕረ ኣቢላትኒ ደቂ ዕኖ ይብሉ ኣለዉ እሲ ኮነን ይብሉ ኣለዉ
ዓይንኻ ይትሪ እንዲኻ ይርኤ ንዕነ ቅድድ ይሕረ እንተ ኸያር መክባ ከዓ
ክመፀልካ ዲኻ ደሊኻ ክመፀልካ እባ ንፁ ወላድ ገሽ ተበል ንሳ ከም ዝኾነ ታራ ተሽክ ደራስን ንላ ወላድ ንሳ እያ ጋይስ ንሳ እያ ንሳ ቀይረቶን ኣይቀይረቶን ታታ ፈሊጥና እታ ቤር ኢና ዝተባሃልና ኣሎ ንስኹም ከዓ ክትረግሙ ንሱ እዩ ንሱ ዋ እሱ ናይ መሳ ፀኒሓ ቅደድ ቅደድ
ቅደድዮ ጥራይ ተስፍየ እስኺ መን ይፈልጥ ሳርቶ የልበኩም ጎረቤትኩም

እዚኣ ድኣ መላ ኢላልቲ ትኹን ወይስ ቀጽሪ ትኸዲ ትደልዪ ኢኺ? እንድያም ሕጂ ታብታ ጎሩ ጋይስ ታብታ ጎሩ ታብታ ጎሩ ካልእ ቅጽዓት ቀጽዕ ዘይተራእየ ቅጽዓት ቀጽዕ ሕጂ እንድያም ጋይስ ታብታ ጎሩ ታብ ታብ ታብ ታብ ፍላወር ገለ የድልን እዩ ሕጂ ጋይስ ጽፍራኸ ጽፍራ ድኣ ትሰዶ እንድያ ስደድዮ እንድያም ኣጋይሽ ታብታብ ጥራይ ግበሩ ታብታብ ታብታብ ታብታብ ታብታብ ከምዚ ኣብ ላዕሊ ታብታብ ክዳን ግበር ደርሆ ክዳን ክገብር እየ ክዳን ክገብር እየ እስከዚ ኣኹም ክዳን ግበር ትብሉ ቪድዮ ተዓፀናዮ ቪድዮ ክፈት ትብሉ ኩሉ እኮ ረብሪብና እንዲያማ ጋይስ እንዲያማ ጋይስ እንዲያማ ጋይስ ታብታብ ግበሩ ታብታብ ግበሩ ንብል ኣለና ታብታብ ግበሩ እንዲያማ ጋይስ እንዲያማ ጋይስ ንኸድ ዕስራን ሰለስተን ፍላወር ጥራይ

Thank you ኤቨ ወሓዚ Thank you Thank you guys Thank you በቃ በቃ ስለውሊ ናው ሮስቶኽ ሮስቶኽ ናው ሮስቶኽ ንድያና ክተሰንብድዋ ኣለኩም ንድያና ክተሰንብድዋ መን እያ እዛ ሰብ እዚኣ ሁ እሺ ወር እሺ ፋሚሊ የለው እንዲም ፋሚሊ ናታ ኣበይ ኣለው መን መን እዮም እዚኦም ስናይብ ትበሃል እንድሕር ተገይሮም ምስንካ ምንጥል ኣርባዕተ ግዜ ብኪያትኒ እያ ጋይስ መንጥል እዮም ተብሎም ናይ ብተገይሮም መንጥል ከምቲ ዓንተ ወይን ዓይ ዝገበሩኒ ሽኢዝ ኢንግላንድ ኢንግሊሽ ኣልጋነሽ ያ ያ ኣይ ነው ሽኢዝ ኣልጋነሽ ባት ቱደይ ዲያና ማን ኖ ኖ ፕሮብለም እንዲያ መስከ ህጂ ዳብል ንኸይድ እስከ ዳብል ዳብል ኣኒማል የለን ኣብዚ ዝኾነ እንስሳ

መኽሰብ መኽሰብ መኽሰብ መኽሰብ ኒኖርማል ኒኖርማል ኒኖርማል ኒኖርማል ዕልሊም በይቢ ዝሪፋትኩም ኣሎ ሕጂ ወር ኢዝ ሺ ፋሚሊ ወር ኢዝ ዲያና ፋሚሊ ወር ኣር ዩ ወር ኣር ዩ ማይ ፍሬንድ መኽሰብ ኣደ ወሊዳ ትምከን ባይ ባይ ሎንደን ንዲያና ክርትም ኣቢላታ ክርትም ቴን ድያ ናቲ ጸላኢ ሓራዊ ናብዚ ምጻ ኩላህክን ናብዚ ምጻ ናብዚ ምጻ ኣነ ከካውነክን እየ ናብዚ ምጻ ዴኑ ኦፐን ዩር ማውንት ፕሊስ ቴል ሚ እና ቴል ሚ ቴል ሚ ዋዲ ወል ወር ኢዝ ዩር ፋሚሊ ይፈትዋ እየ ነይ ነይ ነይ ንዓኺ ኮንግን መኽዘብ ዓይነ ንስኺ ድኣ ትፈትውያ እወ ንስኺ ድኣ ትፈትውያ ንኹልና ትፈትውና ነይ ነይ ተን ካልኦት ኣጓልት እየ ዝበለኹ ካልእ ኣዋልድ ንድያና ዝጫራታ ንስኺ ድኣ እሞ ዳብልን ንእሽይ ሓፍተይን እንዲኺ እንዲያማ ጋይስ እተን ሲንግል ዝኾንክን ንዓይ ካብ ድያና ንጨረታ ከተውጻኒ ትደልያ ኮም ሂር ኣይ ኣይ ሊንክ ዲኑ ነይ ነይ ኣይ ላይክ ዲኑ ኦ ያ ያ ኣይ ነው ኣይ ነው ኣይ ነው እንዲያማ ጋይስ

ሕጂ ማለት እዩ ሕጂ ማለት ያ ሂ ትራይ ባት ሂ ካናት ማሰብ ዓይነ ሂ ኢዝ ዴድ ዴድ ላይክ ያ እወ ብዙሕ ንውሕድ እንተዛሪብና ንኸውን ኢና ኦከ ሕጂ ገለ ዓይነት ደርፊ ትደርፍለይ ብድምፅኺ ባዕልኺ ማለት እዩ ደርፍኺ ኣይወላዕኪ ካልኣይ ገድ ክፍሊ ተንበርኪኪ እዞም ኩሉኹም ትሰዱለይ ዝጸናሕኹም ዓቕምን ብቕዓትን ንዳዊት ክትስዕሩ ዓቕምን ብቕዓት ዓቕሚ ይኹን ብቕዓት ዋላ ሓንቲ የብልኩምን በልዮም ዓሰርተ ግዜ ማለት እዩ ሳልሳይ ኣብ መሬት ከምዚ ኢልኪ ኣብ መሬት ምሽ ዝኾነ ተንጽፊ

እንታይ ልክኒ ክደርፈልካ እየ ናይ ደረፍለይ ዝያዳ ኩሎም ዝያዳ ኩሎም እየ ንስኻ እንዲኻ ዝያዳ ኩሎም ዝያዳ ኩሎም ዝያዳ ኩሎም እየ ዳዊተይ እንዲኻ ዝያዳ ኩሎም ሓዘና ሓዘኒ ሓዘኒ ሓዘኒ ተኻኢላ ነብሰይ ፍቅርኻ ሒዙኒ ዓራር በፃሓይ ዶ በይነይ ትሰደኒ ዝያዳይ ምሳኻየ ኣብዚያ ይትወኒ
ደሪፍካ ኣይትኾይኑ ትጅምሪ ዶ ዘለኹ ትለማመዲ ዳዊት